ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎማዓንቲ ብሓንሳብ ኬና ንሰርሖ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናብኡ ምባለይ ግን እቶም ሓደሻኣ ዘለኹም ላይክ ሳብስክራይብ ኮመንት እንዳገበርኩም ነዚ ማዓልታዊ ሒዜ ዝመጽእ ቪድዮታት ተኻፈልቲ ክትኮኑ ብኽብሪ ዕድመኩም እቶም ምሳይ ዝጸናኹም ከኣ ከም ቀደምኩም ምትብባዕኩም ኣይፈለየኒ እዚ ቪድዮ ብላይክ ጀምርዎ ናይ ሎማዓንቲ ብሓንሳብ ኬና ንሰርሖ እምበኣር ክቡራት ኣሕዋተይ ብሓፈሻ ብትእዛዝ ዶ ክብለኩም ብትእዛዝ እያ ትስራሕ ዘላ ግን ንሲንግል ጥራይ ዘይኮነት እዚኣ ንኹሉ እያ ትምልከት ብዝያዳ ምኽንያቱ ስልጥ ስለ ዝደልዩ ንሳቶም ብዝሓለፈ ኣብ ብዙሕ ቦታታት ውጽእ ውጽእ ኢለ ነይረ ማለት እዩ በጃኺ ሕጽር ሕጽር ዝበላ ከኣ ንሲንግል ዝኾን ስርሕልና ስለ ዝበሉኒ ሕጂ እዚኣ ንዓኣቶም ኢለ'የ ዝሰርሓ ዘለኹ ግን ንኹልና እያ ከኣ ትምልከት ምኽንያቱ ኣብ ስራሕ ውዒልና ኣብ ትምህርቲ ብ ዝተፈላለየ ውዒልና ኣዝዩ ስሉጥ ዝኾነ ላዛኛ እንደገና ከኣ ኣብ ኣፍሪቃ ዘለኹም የሕዋትና ከኣ ብጣዕሚ ጽብቕቲ እያ ምኽንያቱ ከምዚ ፎርኖ ዘይብልና እንተኾይንና'ሲ ከምዚኣ ጌርና ክንሰርሕ ንኽእል ኢና ማለት እዩ። ብጣዕሚ እያ ጽብቅቲ ን ኣብ ስራሕ ንውዕሎ ብዝተፈላለየ ከም ዝበልኩኹም ማለት እዩ። ሕጂ ሽጉርቲ እንታይ ጌረ ኣለኹ ንእሽተይ እቲ ማዩ ንቕጽ ክሳብ ዝብል ኣርባዕተ ሽጉርቲ ፍርይ ዝበላ እየ ተጠቂመ ስጋ ከኣ ፍርቂ ኪሎ ስጋ ከኣ ሓሙሽተ ሚእቲ ግራም ተጠቂመ ኣለኹ ማለት እዩ። ኣብዚ ሕጂ ሱሉጥ እየ ዝገብሮ ዘለኹ ሕዉስ ሕዉስ ኣቢልና ማዩ ናይቲ ስጋ ናይቲ ሽጉርቲ ጽቡቕ ጌሩ ምስ ተቐልወ ከኣ ዘይቲ ከኣ ክገብረሉ እየ ናይ ስምስም ዘይቲ ኣዳልየ ኣለኹ ማለት እዩ። ብዝሓለፈ ናይ ላዛኛ ናይ ፎርኖ ከማን ዝሰራሕክዋ ንሳ ከኣ ብጣዕሚ ጽብቕቲ እቶም ዝረኣኹማ ርኢኹማ ኢኹም እንተዘይ ርኢኹማ ከኣ ብጣዕሚ ኣብ ሓጺር ግዜ እያ ትስራሕ ስልጥቲ እያ እንደገና ከኣ ኣዝያ ጥዕምቲ እያ ክትርእይዋ ኣለኩም ተም ዘይረኣኩማ ሕጂ ናይ ሲንግል ለዚኣ ዝሰርሓ ዘለኩ ቡዙሕ ቪደታት ሰሪሔ ኣለኩ እየ ሕጂ እስከ ዘምሕዋተይ ንስም ከማን ከምኡ ስለ ዝበሉስ ይገብራ ኣለኩ ንዚኣ እምበር ቡዙሕ ቡዙሕ እዩ ዘሎ ማለት እዩ ሕጽር ሕጽር ዝበለ ቪደታት ንኩልና ዝምልከት እዩ ዘሎ ማለት እዩ ሕጂ ከም ዝበልኩም ጠስሚ ስለ ንገብረሉ ዘይቲ ስምስም ቁሩብ እየ ተጠቂመ ዘለኩ ማለት እዩ ሕጂ ንምንታይ ብ ሓንሳብ ስጉእን ሽጉርትን ኣለ በቦይ ንገር ዘይቁሎ ገለ ክትብሉ ትክእሉ ኢኩም ኣሰራርሓ ናይ ላዛኛ ዝተፋላለየ ገረ ምክንያቱ ሓደ ሓደ ግዜ ኩሉ ግዜ ኣይኮንካን ክሽነ ኣብልካ ኩሉ ግዜ ኣይኮንካን ኢካ ተብል ኣብ ናይ ዕረፍትካ ናይ ቀዳም ሰንበት ድዩ ኣብ ግዜ ዝረከብካሉ እምበር ከምዚ ምስ ቢታሚኑ ዘሎዚ ከምዚ ዓይነት ኣሰራርሓ ከማን ዝኮነ ዓይነት መግቢ ኣዝዩ ጽቡቅ እዩ ማለት እዩ ዋላ ጣዕሙ ከማን ኣዝዩ ጥዑም እዩ ዝመጸልና። ኮሚደረ ከኣ ፍርይ ዝበላ ሰለስተ ኮሚደረ እየን ኩሉ ግዜ እኔ ታይ ዝባሃል ክኮን ከሎ ቂህ ዝበለ ብስል ዝበለ ተገበርና ፅቡቅ ማለት እዩ ሓንቲ ከባብ ዓካር ምልእቲ ከኣ ፃዕዳ ሽጉርቲ ተጠቂመ ኣለኩ ጅንጅብል ኣይፀንሐንን ጅንጅብል ገይርና ተጥሒንያ ከኣ ፅቡቅ ማለት እዩ ሕጂ እዚ ብሓንሳብ ፅቡቅ ገይሩ ማይ ንቅፅ ክሳብ ዝብል ክነብሎ ንክእል ኢና ማለት እዩ ንቀላልዎ ኢና በዛ ናይ ሽኮር ማንካ ከኣ ንእሽተይ በርበረ ይገብር ኣለኹ። በርበስ ኣብ ላዛኛ እንታይ የድልየ ገለ መለ ሰሓቅ ገለ መለ ክሰዳ ኣለኽን የሕዋተይ ሕጂ ካብቲ ኩሉ ቪድዮታት ዝተጠቀምኩሉ እዛ በርበረ ዘይተድልየኪ እንተኾይና ክትገድፋ ትኽእላ ኢኽን ግን ከምዚ ምኽንያቱ ንሕና ብበርበረ ስለ ዝዓበና እቲ ናቱ ጣዕሚ ንእሽተይ ኣነ ምርር ክብል ስለ ዝደለኹ ብኸምኡ እየ ዝጥቀም ዘለኹ እምበር እንተዘይፈቲናዮ ግዴታ ክንገብሮ ማለት ኣይኮነን እዩ። ክንገድፋ ንኽእል ኢና እታ በርበረ ማለት እዩ ስለዚ ጽቡቅ ጌሩ ንሱ ክሳብ ዝቆላለ ከኣ ተጸብየዮ ብድሕሪኡ ሳልሳ ምቁላው ብዙሕ ኣየድልዮን እዩ ከም ትሪእዎ ዘለኹም ናይ ጥርሙስ ኣሰተ ሓፈሲ ንሰን እየ ተጠቂመ ዘለኹ እቲ ካልእ ግን ከም ትሪእዎ ዘለኹም እቲ ቪድዮ ንዓኹም ኣሰልቻዊ ንኸይኮነኩም ንኸይነዊሕ እምበር ጽቡቅ ጌረ ቅልውልው ኣቢለዮ ኣለኹ ማለት እዩ ማይ ውዒግ ክንገብር ኢና ሕጂ ማይ ውዒና ኣፍልሕ ኣቢልና ክንጎግረሉ ኢና። ኣብዚኣ ሕጂ ኣብታ ባዴላ ኣይንግምጥል ገለ ኣይንገብር ኣብኣ እያ ክትውዳእ ማለት እዩ። ከምኡ ክንገብር ከለና ግን መረቕ ዘለዎ ክኾን ኣለዎ እቲ ናህቱ እቲ ስልሲ ስጎ ንሰርሖ ዘለና ማለት እዩ። ምኽንያቱ ኣብ ፎርኖ ተኾይኑ ሓፊስ ኢና ንገብሮ እቲ ናህቱ እንታይ ዝበሃል ማለት እዩ። ምኽንያቱ በይኑ እቲ ፓስታ ስባያ ተኣሽሙ ስለ ነብስሎ። ታይ ዝበሃልና ንገብር ሕፍስ ዝበለ ኢና ንገብሮ ኣብዚ ግን መረቅ ዘሎ ክንገብሮ ኢና ምክንያቱ ባዕሉ መብሰሊ ካኣ ክንጥቀመሉ ስለ ዝኮና ሕጂ ማይ ውዒ እየ ዝጥቀም ዘለኩ ክቡራት ኣሕዋተይ ኣብ ኣፍሪቃ እኮ ኩሉ መሳርሒ ኣሎ እዩ ብዝሓለፈ ሲ ናይ ባዴላ ክጽብቅ መዓት ኬክ ሰሪሕና እወ ኬክ ሓቀይ ሰሪሕና ኔርና ሕጂ ጠስሚ እየ ዝገብር ዘለኩ ቀመማት ካኣ ብድሕሪኡ ክንገብረሉ ኢና ማለት እዩ። ቀመማት ቁሩብ ጸሊም በርበረ፣ ካሙን፣ ኦርጋንዮ፣ እንደገና ከኣ ኮረሪማ ቁሩብ ቁሩብ ከኣ ሁሩድ ከኣ ተጠቂመ ኣለኹ ማለት እዩ። ጨው ከኣ ምስኡ ሕጂ ክቡራት ኣሕዋተይ ኣብ ኣፍሪቃስ ኣሎ እኮ መሳርሒ ኣብ ኣፍሪቃ ሙሉእ መሳርሒ ኣሎ እዩ ኢልክን ተብላ ኢኽን ትጽሕፋ ኢኽን ማለት እዩ ንኣፍሪቃ ዘለኽን የሕዋትና ክኸውን ክብል ከለኹ ማለት እዩ ኣብ ኣፍሪቃሲ ናይ ፎርኖ መሰራርሒ ኣይኮነንሲ ካልእ ከም ዘሎ ጽቡቕ ገይረ ይፈልጥ እየ ማለት እዩ ጽቡቅ ጌረ ጽቡቅ ጌረ ማለትሲ ከምዚ ኣብ ኣብ ደገ ኮይንካ እምበር እቲ መሳርሒ ሰብ ኣፍሪቃ ከም ዘየለ ዝርዳኣክል ሰባት ኣለዋ እዚ ጽቡቅ ጌረ እንታይ እሞ ደሓን እም ሕጂ ኣነ እንታይ እየ ዝብል ክቡራት ኣሕዋተይ ንኣብነት ብሮሰስ ዝጽበያ የሕዋትና ዝጽበዩ የሕዋትና ሙሉእ እቲ ናይ መሳርሒ ናይ ክሽኔ ኣይትገዝኦን ኢካ ማለት እዩ ኖርማል እንተ ጸኒሕካ ሓደ ዓመት ክልተ ዓመት ሰለስተ ዓመት እንዳገበርካ ስለ ትሰጋገር ንዓኣን ከኣ ስራሕካ ክሳብ ተሳልጥ እተን ዘድልያካ ንሽዑ ኢካ ትገብር ማለት እዩ እተን ንብረት ምክንያቱ እምበር ገዲፍካዮ ንክትመጽእ ወይ ሒፍካዮ ንክትመጽእ ሲ ዘድልየካ ልክዕ ከምቲ ንመዋእልካ ትነብረሉ ንከምኡስ ንብረት ኣይተጥርን ኢካ ስለዚ ከምዚ ገይረን ከኣ ደቀን ከብልዓ ኬክ ኣብኡ ኣሰራርሓ እንዳከኣላ እንዳለመዳ ንክጸንሓ ዝብል ሓገዝ እዩ እምበር ከምዚ ዘየለ ገይርክን ትርድኦኦ ብዙሓት ኣለክን ማለት እዩ ሕጂ ኣብዚኣ ከመይ ጌረ ኣለኹ ከምዚ እንታይ ዝብሃል ጌረ ኣለኹ ሕልፍ ሕልፍ ሕልፍ ሕልፍ እናበልኩ ምኽንያቱ እቲ ስግኦ ዳሕራይ ብስል ምስ በለልና ሸተት ሸተት ሸተት እናበለ ኣብ ማእኸሉ ኣብ ማእኸሉ እዩ ዝኾን እቲ ስግኦ ማለት እዩ ከም ትሪእዎ ዘለኹም እናበሰለ እናበሰለ ምስ ከደ ሕጂ መረቓ ኣለዎ እዩ ከም ዝረኣኹሞ ንዓሰርተ ደቒቕ ከኣ ትሕት ዝበለ ሓዊ ጌርና ኢና ልክዕ ከምዚ ናይ ስቲም ዓይነት ኮይኑ ክኸደልና ከም ትርእይዎ ዘለኹም መረቕ ኣለዎ በቲ መረቑ ናሕቱ ጌሩ ከኣ ኣብስል ከብለልና እዩ ክጽብቕ መዓት እዩ ዝኾነልና ኣብኣ ኢና ክንውድእ ሕጂ ሕጂ እቲ ናህቱ እንታይ ዝበሃል ክሬም ጻዕዳ ሰሪሕና ንገብረሉ ከኣ ንሱ ኣየዳለኹልን እየ እንተደሊና ኣዳሊና ኣሰራርሓ ብቐዳይ ከም ዘርኣኹም ማለት እዩ ኣፍስስ ክነብለሉ ንኽእል ኢና ኣነ ግን ኣይገበርኩሉን ኣለኹ ማለት እዩ ብዝያዳ ዘምሕዋተይ መቸም እዚኣ እዚኣ ብጣዕሚ እያ ቀላል ስርሕልና ሰላም ሓፍትና ዝበልኩምኒ እዚኣ ብስምኩም ንዓኹም ክንብል ከዓ ንሕና እውን ንልከም ኢና ማለት እዩ ብጣዕሚ ፅቡቅ ገለ ዓይነት ዝኾነ ፍልነት ብጣዕሚ እያ ስልጥቲ ከምዚኣ ግብር ኣቢልና ከምትሪእዎ ዘለኹም እቲ ናቱ ብላዕሊ ከዓ ሶስ ከዓ ሽፍን ሽፍን ሽፍን ሽፍን ክነብሎ ኢና እቲ እብልዮ ዘለኹ ግን ሸተት ሸተት ሸተት እንዳበለ ማእኸል ላእተዎ ማእኸል ላእተዎ እቲ ስግኦ እርብርብ ቢሉ ባዕሉ ፅቡቅ እዩ ዝኸውን ማለት እዩ ሕጂ ሽፍን ኣቢልና ንእሽተይ ከምቲ ራእኹሞ ፀኒሓ ሓደ ሰለስተ ደቂቅ ኣርባዕተ ደቂቅ ዝኸውን ብድሕሪኡ ኢኻ ንንስንሰሉ ኣለና ማለት እዩ ሽዑ ሽዑ ኣይኮናን እና እቲ እንታይ ዝብሃል ንገብረሉ ዘለና ዳሕራይ ኢና ንገብረሉ ጽቡቅ ጌርና ሽፍን ከነብላ ኢና በዚ ቺዝ ጌርና ማለት እዩ። እቲ ናሃቱ ሶስ ከም ዝበልኩኹም ግን ኣፍስስ ክነብለሉ ንኽእል ኢና ቅድሚ እቲ ቺዝ ዝጥቀመሉ ዘለኹ ክንገብር ንኽእል ኢና። ንሎማዓንቲ ኣየዳለኹዋን ኣለኹ ከምኡ ጌረ ማለት እዩ። ከምዚ ትርእይዋ ዘለኹም ሕጂ ሓደ ኣርባዕተ ደቂቅ ቤላ ጸኒሓ ምስዚ ቺዝ ጌርና ከኣ ሓደ ሽዱሽተ ደቂቅ ዝከውን ካኣ ተጸኒሑ እቲ ሓዊ ግን ክኖበርቶ ኣይብልናን ንኣብነት ቁጽሪ ሰለስተ ጌርና ንሰርሕ ተኔርና ሓደ ንፈረቃን ቁጽሪ ክልተ ጌርና ካኣ ክንሰርሕ ንክእል ኢና ማለት እዩ ክትጽብቅ ማዓት እያ ትኮን ሕብራ እንደጋና ምብሳሉ ካኣ ጽቡቅ እዩ ዝኮነልና ከም ትሪእዎ ዘለኩም መረቅ ስለ ዝጸንሖ ጽቡቅ ከይኑ ከምዚ ከይኑ ይበስለልና ኣሎ ኣብኣ ከላ ንክዝሕለልና ሽዑ ኣጽፍ ኢና ከነብላ ዝሕል ኢላ ዳሕራይ ክንቆርጾ ከለና ክጽብቅ መዓት እዩ ዝኮነልና ከምዚኣ ግብር ኣቢልና ብዝተፈላለየ ብስራሕ ቢዚ ኮይና ብዙሓት የሕዋት ሰላም ሓፍትና ስሉጥ ስሉጥ ዝኮነት ገም ምስ ስራሕና ዝከይድ ስርሕልና ትብላኒ ኢክን ማለት እዩ እዚኣ ብጣዓሚ ከምዚ ህውክ ኢልካ ሓደ ሓደ ግዜስ እንታይ ክሰሪሕልና ኣስቤዛ ንቅርሜና ሕዝ ኣቢልና መጺና ኣብ ክሽነ ኣቲናሲ እዚኣስ ብጣዓሚ ቀላል ዝኮነት እያ ንደቅና ስራሕ ኣቢልና ከምዚ ጌርና ክንዕንግል ንኽእል ኢና ማዓለት ማለት እዩ ስራሕ ዊዒልና ድዩ ትምህርቲ ዊዒልና ድዩ እዉን እዞም ኣሕዋተይ ከምዚኣ ጌርኩም ክትምገቡ ትኽእሉ ኢኹም ብጣዕሚ ቀላል ዝኾነት ኣሰራርሓ እያ እዚኣ ከም ትሪእዎ ዘለኹም ጽቡቅ ከይኑ በሲሉልና ብፍላይ ንእሽተይ ዕርዩ ዝሕል ምስ በለ እንተ ጌርናዮ ክኣ ክጽብቅ ማዓት እዩ ዝኾነልና ልክዕ ከምዚ ቢስቲን ዳርጋ እዩ ምኽንያቱ ዝበስል ከየበርታዕና ትሕት ኣቢልና እንተኾይኑ ክጽብቅ መዓት ይኾነልና ንኽትሪኣ ኣዝያ ደስ ትብለካ ንኽትምገባ ከኣ እሞ ክብራ ኣሕዋተይ ለዚዝ ለዚዝ እያ ብጣዕሚ ጽብቅቲ ኣነ ሓደ ሓደ ግዜ ከምዚ ፓስታ ፎርኖ ድዩ ወይ ከኣ ላዛኛ ከምዚ እንታይ ሽሙ ህውኽ ክብል ከለኹ ገለ ዓይነት እሞ እንደገና ከኣ ጽቡቅ ኮይኑ ከኣ ይረኽቦ ጥዑም ዝኾነ ማለት እዩ ሕጂ ኣይዝሓለትን እያ ዘላ ዳርጋ ዘዊዒታ እያ ዘላ ማለት እዩ ከምዚኣ ግብር ኣቢልና ንምሳ ክንጥቀመላ ንኽእል ንድራር ከኣ ክንጥቀመላ ንኽእል ኢና ከምዚ ጌርና ኣብዚ ሓቢልና ሰሪሕና ከማን ኣብ ፍሪጅ እቲ ተረፍ ንገብሮ ምክንያቱ ተዓሽጉ ካብ ጥዕንኡ ዘይሓለወ ካብ ንምገብ ጥዕንኡ ዝሓለወ ከምዚ ጌርና ባዕልና ሰራሕናዮ ፍረሽ ከሎ ተተመጊብና ብጣዕሚ ጽቡቅ ናይ ሎማዓንቲ መደበይ እምበኣር ኣብዚ ክኣኽለኒ'ዩ ፈቲኹሞ ክትኮኑ ከኣ ተስፋ እንዳገበርኩ ጀሚረ ክሳብ ዝውድእ ዝተኸታተልክሙኒ ካብ ልቢ'የ ዘመስግነኩም ንጽባሕ ብኻልእ ቪዶ ክሳብ ዝምለሰኩም ሰላምን ጥዕናን ኣብ በብዘለኹሞ ሰሰናዩ።